ሚትን ሓምሳን ዶላር ፐር ዊክ ፐር ስቱደንት ንወለዲ ክህቡ እዮም ኣብ ኣልበርታ ንምንታይ ዝብል ሕቶ ከዓ ኣልበርታ ሲ መምሃራ ደሞዝ ወስኹና ኢሎም ስትራይክ ኣትዮም ስትራይክ ገይሮም ንሕና ኣይክንምህር እናተምሃሮ ምክንያቱ እዚ ንውሃቦ ዘለና ደሞዝ እኹል ኣይኮነን ምስ ዘሎ ኢኮኖሚ ኣይከይድኒ ሓደ ዋላ ናይ ተምሃሮ ሳይዝ ብዙሕን ኮምፕሌን ገይሮም ብዙሕ ጠለባት እዮም ኣቕሪቦም እጂ ደሞዝ ወስኹና ደሞዝ ተዘይወስኹምና ኣይክንምህርና ኢሎም ኣብ ስትራይክ ጌሮም እቲ ዩኒየን ብምሉኡ ናይ ቲቸርስ ዩኒየን ኣብ ስትራይክ እዩ ዘሎ ነዚ ሪኦም ከዓ እቲ መንግስቲ ኣልበርታ እንታይ ገይሩ መቸም ኩለን ፕሮቪንስታት ነናተን ጋቨርንመንት ኣለወን ጋቨርንመንት ኦፍ ኣልበርታ ናይ ፕሮቪንስ ኣልበርታ ናይ ፕሮቪንስ ኪቤክ ኩሉ ኩሉ ነናተን መራሕ ኣለወን ሕጂ እቲ መንግስቲ ናይ ኣልበርታ እንታይ ገይሩ ነቶም ወለዲ ንሓደ ስቱደንት ፐር ስቱደንት 150 ዶላር ፐር ዊክ ክንህብ ኢና ኢሎም ኣብቲ ናቶም ዌብሳይት ኣውፅኦም ስለዚ እዞም ወለዲ ደቅኹም እንተ ብሰንኪ እዚ ስትራይክ እዚ ካብ ትምህርቲ ይጎድሉ ኣለዉ ኣብቲ ዌብሳይት ኣትኹም ኣፕላይ ገበሩ ንሓደ ቆልዓ 150 ዶላር ንሰሙን ብሰንኪ እዚ ስትራይክ እዚ ካብ ትምህርቲ ጎድሉ ሰ ዘሎ ብዝብል ኣምር ማለት እዩ ዝኾነ ኣፕላይ ግበሩ ገንዘብኩም ተቐበሉ ሆፍሊ ኣብ ቀረባ እዋን ፍታሕ መፅእ ኮ እንተኾነ ግን ከምዚ ዓይነት ኣፖርቹኒቲ ከጋጥም ከሉ ቀልጢፍካ ኣፕላይ ጌርካ ገንዘብካ ምቕባል እዩ። እቶም መምሃራን ደሞዞም ተዝውሰኽ ብናተይ ርእይቶ ጽቡቕ እብል። ግን እቲ እንድሕር ደኣ ውሽጡን ውሻጡን ኣቲኻዮ እቲ ፖለቲካ ናይዚ ዓዲ ፈጺሙ ኣይርደኣካን እዩ። እንተኾነ ገንዘብ ትቕበል ኣላ ተቐበሉ ሓጢኣት የብሉን መንግስቲ ዘውጽኦ እዩ ምለስዎ ካይብልኹምን እዮም ኦኬ ሶ ኣብ ናይ ጋቨርንመንት ኦፍ ኣልበርታ ዝብል ኣልበርታ ዳት ሲኤ ኢልኩም እተውሞ ኣፕላይ ገበሩ ጽቡቕ No, parents will have to apply for it. I would recommend going to alberta.ca uh, and they can uh,

ክቡራት ተኻተልቲ ቀጥዑም ዜና ከምፃኣልኩም ኣራን ደስ ዝብለኒ ኣማዞን ልዕሊ ሸውዓተ ሽሕ ሰባት ንስራሕ ሃየር ገብራ ኣሎ እዞም ሰባት እዚኦም ሓደ እቲ ናይ ደሞዝ ቅድሚ ሕጂ ኣማዞን ካብ ዕስራ ዓሰርተ ትሽዓተ ገለ ኮምታት እዩ ደሞዝ ዝኸፍል ነይሩ ንሰዓት ሕጂ ግን ዕስራን ኣርባዕተን ዶላር ንሰዓት ክኸፍል እዩ ክሳብ ሸውዓተ ሽሕ ሰባት ከዓ ሃየር ክብል እዩ ስለዚ እዞም ኣብ ካናዳ ዝቕመጡ ብፍላይ ኣብ በዓል ኦንቴሪዮ ዘለኹም ሰባት ኣክሮስ ደ ካንትሪ እንዲዮም ሃየር ክብሉ ግን ቀንዲ ኣብ ኦንታሪዮ ዘለኹም ምኸዓ ምስ ኣማዞን ዝሰርሑ ደልዩ ሰባት ኣፕላይ ግበሩ እዚ ስራሕ እዚ ብኩሉ ኦፐን እዩ ዘሎ ገና እቲ ቬካንሲ ኣይመልአን ኣሎ ፕሊስ ኣፕላይ ግበሩ ሓደ ሓደ ግዜ ከምዚ ናይ ኣፕሊኬሽን ናይ ስራሓት ጠጥዕሙ ክትሰምዕ ከለኻ ዋላ ነቲ ሆፕ ናይ ስራሕ ኣሎ ንምባል ይገብሮ ኹን ቢካዝ ዝበዝሕ ሰብ ተሓቲትካዮ ሕጂ ለዮፍ ኢለ እምበር ስራሕ ረኪበ ድብለካ ዳርጋ የለን እንተኾነ ግን እዛ ኣፖርቹኒቲ እዚኣ ብዙሕ ይዛረቡላ ኣሎ ሸውዓተ ሽሕ ብዙሕ ኣይኮነን ኣብ ብመንፅር ሰብ ተሪኢኻ ብጣዕሚ ውሕድ እዩ ምስቲ ሌኦፍ ዝበሃል ደሎ እንተኾነ ግን ኣፖርቹኒቲ ረኺብኩም ገለገለ ሰባት ኣፕላይ ግበሩ ገለ ከዓ ኣብ ኣማዞን ትሰርሑ ኣለኹም ኤርትራውያን ብዙሓት ሓበሻ ኣለኹም ኤርትራውያን ኢትዮጵያን ሓበሻ ብሓፂሩ ን ሪፈራንስ ዝበሃል ኣሎ ሪፈራል ሶ ሪፈር እንተ ኢልኩም ንሰብ ኢዝሊ እቲ ሰብ እቲ ስራሕ ክረክብ ይኽእል እዩ ሶ በዚ ጋጣሚ ተጠቒምኩም ፕሊስ እዚ ኣፖርቹኒቲ ተጠቐምሉ ጉድ ላካ ብዛዕባ እዛ ናይ ስራሕ እዚኣ Seventh house and employees in seasonal roles in Canada.

ነቲ ስራሕ ስፐሲፊካሊ እታ ስራሕ እንተ ናይ ፅሬት ኮይና ብዛዕባ ክንደይ ተፅሪ ከም ዝነበርካ ሳላኻ ክንደይ ጀርሚ ከም ዝቐተሉ ሳላኻ ኮቪድ ከም ጠፍአ ከምኡ ኢልካ ኢኻ ትዛረብ ብዛዕባ ስቶክ ኪፒ እንተኾይኑ ኸዓ ሳላ ንስኻ ኣብቲ ስራሕ ምስ ኣተኻ ሪል ከነድያን ሱፐር ስቶር 50 ፐርሰንት መኽሰብ ከም ዝረኸቡ ንስኻ ትገብሮ ዝነበርካ ናይ ማኔጅመንት ኣሰስመንት ስቶክ ኪፒንግ ጽፈት ኣሰራርዓኻ ታይም ኪፒን ታይም ማኔጅመንት ብኹሉ ንስኻ ብሉጽ ከም ነበርካ ሳለኻስ ብዙሕ ከም ዝተኻየደ ንፉዕ ሰብ ከም ምዃንኪ ኢኻ ትገልጽ ስለዚ ነታ ትሓታ ዘለኻ ስራሕ ልክዕ ንዓ ንምንታይ ንስኻ ብሉጽ ሰብ ምዃንኪ ኢኻ ትዛረብ እንተዘይኮነ ድኳን ትሰርሕ ነርካ ፅባሕ ንጎ ናይ ፅሬት ኣፕላይ ትገብር ከለካ ብዛዕባ እታ ድኳን ተዛሪብ ኮልሓን ጥቕሚ የብሉን ኣብ ካልእ ቦታ ፅሬት ትሰርሕ ከም ነበርካ ኢኻ ተዛርብ ነቲ ትሓትዎ ዘለኹም ስራሕሲ ንዕኡ ምሰሉ። ንዑ ካታ ኣፕሊኬሽን ጸሓፍዎ። ካሸር ትሰርሕ እንተ ደሊኻ፣ ቅድሚ ሕጂ ኣብ ኣፍሪቃ ካሸር ትሰርሕ ከም ነበርካ፣ እታ ሬስቶራንት እዚኣ ከኣ ከላስኻ ዝገበርክያ ማነጅመንት ናይ ዕስራ ፐርሰንት ፕሮፊት ከም ዝረኸበትን ንስኻ ኢምፕሎይ ኦፍ ዘ ማንዝ ሓሙሽተ ግዜ ከም ተቐበልካን ሓስዉ። ኧረ ኣፍ ኣውጺና ክንዛረብ ሕጂስ ሓስዉ በጃኹም። ሓቂ ተዛሪብኩም ኣይሰለጠኩምን እቲ ስራሕ ሓስዉ። ወስኹሉ ኪሎ ኩንታል ብክሻ ወስኹሉ ደሓር ኣብኦም ሰዓትኹም ኣብ ስራሕ ክትፈልጡ ኢኹም ሽዑኹም ዓለምኩም ኦኬ ኩሎም ዞም ጻዓዱ ትሪእዎም ዞም ፊሊፒኖ ትሪእዎም ዞም ናይ ህንዲ ትሪእዎም ወረቀቶም እዚ ዲግሪታት ደምጽዎ ኩሉ ሓቂ ይምሰልኩም ፍርቁ ሓቂ ክኸውን ይኽእል እዩ ኩሉ ግን ሓቂ ይኮነን ስለዚ ነቲ ሬዘመ ንዑ ምሰሉ ነቲ ስራሕ ንዑ ቴይለር ጌርኩም ጸሓፍዎ ጽሒፍኩም ደይ ትፈልጡ ኮኑ ከኣ ረዘምር ጽሑፍ ኣሎ ሓደ ረዘምር ጽሑፉ ብነጻ ኣለዉ ኣብ ሶሻል ሰርቪስስ ዝበሃሉ ኣብ ከባቢኹም ኣሎ እንተ ንሶም ኣብዮምኹም ወይ ቢዚ ኮይኖም ኣይ ኣብኹም ነ ፎር ሳም ሪዝን ቢዚ ተኮይኖም ግን ሓበሻ ኣለዉ ሕግዝኹም ድኽእሉ ነታ እስኹም ትሓትዋ ደሎ ንሱ እንተ ከቢድኩም ከዓ ቻት ጂፒቲ ኣሎ መዓት ኤኣይ እዩ ዘሎ ጀሚናይ ኣለኩም እታ ሬዘመ እዚኣ ሲ ኣነ ሾፕ ኪፐር ክሰርሕ ደልየ እሞ ናይ ሾፕ ኪፐር ናይ ሾፕ ኪፐር ጌርኩም ሲ ፀሓፍለይ በልዋ እንታ ኤኣይ ኣፕሊኬሽን ብኣ ክፅሕፈልኩም እያ እዚኣ ከዓ ክትሕግዘኩም እያ ስራሕ ክትረክቡ ኣይሆብ ዘን ሎመዓልቲ ዘዕለልናያን ሰለስተ ኣገደስቲ ነጥብታት ኣብ ሂወትኩም ዝኾነ ሓገዝ ገይረን ክኾነ እንተ ደኣ ግደናልኩም ሰብስክራይብ ብምግባር ነዛ ቻነል እዚኣ ላይክ ከኣ ግበርዎ እዚ ቪድዮ ሼር ከኣ በልዎ ክንደይ ጠቓሚ ዝኾነ ሓበሬታ ሒዘ ክመጽእኩም ከለኹ ሼር ክትብልዎ ኣለኩም ኣብ ቀጻሊ